ዛንታና ብሓደ ኣብ ከተማ ዝርከብ ዴኒ ዝበሃል ናይ ሓሽሽ ነጋዳይ'ዩ ዝጅምር። ዴኒ ቤት መስተ ዘለዎ ኮይኑ፣ ኣብ ድሕሪ ናይቲ ቤት መስተ ኣብ ዝርከብ ምስጢራዊ ክፍሊ ድማ ሓሽሽ የቃምመሉ ነበረ። እዚ ዓቢ ገበናዊ ንግዲ ምስ ወዱ ጆጆ'ዩ ዝገብሮ ነይሩ። ብዘይካ ወዱ ጆጆ፣ ፊል ዝበሃል ካብ ልቢ ዝኣምኖ ዓርኩ'ውን፣ ምስኦም ነበረ። ብዝገርም ነገር ግን ፊል ክስልዮም ዝተላእከ ፖሊስ ምዃኑ ኣይፈልጦን ነበረ። ፊል ክሳብ ሎሚ ካብ ምንጪ ንኽፍሕር ክሳብ ሕጂ ምስኡ ክሰርሕ ጸኒሑ'ዩ። ሎሚ ጽቡቕ ግዜ ምዃኑ ፈሊጡ ናብ ፖሊስ ደዊሉ ነገረሉ። ብርክት ዝበሉ ዕጡቓት ፖሊስን ወተሃደራትን'ውን ናብቲ ባር መጹ። ድሕሪ ሓያሎ ውግእ ብጠበንጃ ድማ ኣብ መወዳእታ ፖሊስ ነቲ ባር ተቖጻጸሮ። ዴኒን ወዱ ጆጆን ብመኪና ክሃድሙ ክብሉ፣ ፊል ግን ብሞተር ብሽክለታ ተኸቲሉ ሓዞም። ኣቡኡ ዴኒ ፈሊጡ ክእሰር ከሎ፣ ወዱ ጆጆ ግን ምስ ፖሊስ ተቓሊሱ ከምልጥ ክብል ብጥይት ተሃሪሙ ተቐትለ። ኣቡኡ ወዱ ኣብ ቅድሚኡ ምስ ተቐትለ፣ እዚ ብምግባርካ ኣይትቕሰን! ኣነ ክቐትለካ'የ፣ ዋጋ ክሕደትካ ድማ ክትከፍል ኢኻ በሎ። ፊል ብፖሊስ ተታሒዙ ደስ እኳ እንተበሎ፣ ወዱ ጆርጆ ግን ስለ ዝተቐትለ ንኡ'ውን ልቡ ሰበሮ። ዴኒ ድማ ዕድመ ልክዕ ተፈሪድዎ ናብ እስርቤት ተወስደ። ፊል ድማ ናይ ፖሊስ ስራሕ ገዲፉ፣ ዴኒ ዋላ'ኳ እንተተኣስረ ንነዊሕ ስለ ዝኾነ ከም ዘይፍታሕ ተገንዚቡ፣ ናብ ሓንቲ ንእሽተይ ብዙሕ ዘይትፍለጥ ከተማ ብምኻድ ናብርኡ ምስ ንእሽተይ ጓሉ ጀመረ። ድሕሪ ክልተ ዓመት፣ ሳንታና ናብ መባእታ ቤት ትምህርቲ ይወስደና። ካብኡ ማርዲ ዝተባህለት ጓል ፊል፣ ቴዲ ዝበሃል ወዲ ኣብ ልዕሊኣ ተንኮል ክሰርሕ ስለ ዝረኣየት፣ ማርዲ ጓል ኣቦኣ'ውን ስለ ዝነበረት ንቴዲ ቀጥቂጣ ኣድመየቶ። ፊል ምስ ሓደ ቲቶ ዝተባህለ ጎረቤቱ ኣብ ውሽጢ ካንሸሎ ኮይኖም ይሰርሑ ነበሩ። ፊል ተሌፎን ተደዊሉ ጉዳይ ማርዲ ጓሉ ኣብ ቤት ትምህርቲ ይድለ ከም ዘሎ ተነጊርዎ ናብኡ ከደ። ኣብኡ ምስ በጽሐ ድማ ናይቲ ዝተሃርመ ወለዱ ኣዲኡ ካሲንን ኣቡኡ ጄሚን ን ተራኸበ። ካሲን ንፊልም ዓው ዓው እናበለት ወደይ ተሃሪሙ በለቶ። ፊልም ሓንሳብ ጽንሕ ኢሉ ንመምህር ከዘራርባ ብምባል ጓሉ ኣብ ዘላትሉ ናይ መምህር ክፍሊ ኣተወ። ካብኡ ጓሉ ተባእሲት ከም ዘይኮነትን ነብሳ ጥራይ ከም ዝተኸላኸለትን ነቡኣ ነገረቶ። ኣቦኣ ድማ እኣምነኪ'የ ኢሉ ነታ መምህር ይቕሬታ ሓቲትዋ ወጸ። ድሕሪኡ ኣብ በንጓልን ናብ ገዝኦም እናኸዱ እንከለዉ፣ ስድራቤት እቲ ዝተሃርመ ወዲ ንፊል ወድና ድማ ይቕሬታ ክትሓትት ከም ዘለዋ ነገርዎ። ፊል ድማ ነቦ እቲ ቆልዓ ከህድኦ ኣብ ዝፈተነሉ እዋን፣ እዛ ጓልካ ብምባል ክጻረፍ ጀመረ። ፊል ጓሉ ስለ ዝተንከፈሉ ምቁጽጻር ስኢኑ ነቲ ሰብኣይ ሃሪሙ ኣብ መሬት ኣውድቖ። እቲ ኣብቲ ቀጽሪ ዝነበረ ፖሊስ ምስ ፈላለዮም፣ እቲ ፖሊስ ነቦት ወዲ እንተኽኢልካ ካብዚ ረሓቕ ክብል መኸሮ። ፊል ድማ ነዞም ስድራቤታት ፈጺሞም ጥዕና ስለ ዘይብሎም ይቕረታ ይሕለፎም በለ። እቲ ፖሊስ ድማ ብፍላይ እታ ኣደ ቅሩብ የእምሮኣ ጥዑይ ስለዘይኮነ እንታይ ከም እትገብርን እንታይ ከም እትብልን ከም ዘይትፈልጥ ንፊል ነጊሩ ኣተሃዳዲኡ ኣፋነዎ። ካሲ ግን በዓል ቤታን ወዳ ስለ ዝተሃርሙ ቂምታ ሒዛ ነበረት። ምሸት ድማ ሓው ካሲ ጄምስ ዝስሙ ንዕዘብ። ጄምስ ኣብ ምስጢራዊ ጫካ ሓሽሽ የቃምም ስለ ዝነበረ ንሓፍቱ ካሲ ድማ ባዕሉ ሓሽሽ ይህባ ነበረ። ስለዚ እንድያ ድኣ ጥዕና ስኢና። ሎሚ ከም ትደልዮ ዘላ ስለ ዝነገረቶ ድማ ንገዝኣ መጸ። ሽዑ ንሳ ፊል ዝተባለ ሰብኣይ ንሰብኣያ ጓሉ ድማ ንወዳ ከም ዝሃረመቶ ነገረቶ እሞ ሕነኣ ክፈድየላ ሓተተቶ። ጄምስ ዓቢ ሓው ምዃን ከምዚ እኮ'ዩ ብምባል ሕራይ በላ። ክኸይድ ኣብ ዝቐረበሉ እዋን ድማ ሓሽሽ ሎሚ ትህበኒ እንዲኻ ኢላ ሓሽሽ ተቐበለቶ። ንጽባሒቱ ፊል ንጓሉ ዓጂቡ ናብ ቤት ትምህርቲ ብምኽያድ ነታ መምህር፣ ምስ ስድራ እቲ ወዲ ከተተዓርቆ ሓትታ ምኽንያቱ ዕለተ ልደት ናይ ጓሉ ማርዲ ይቐርብ ስለ ዘሎ። ደጊሙ ነታ መምህር፣ ንስኺ ብዙሕ ሰብ ስለ ትፈልጢ ነቶም ቆልዑን መምሃራንን ንዕለተ ልደታ ዓድምለይ ኢሉ ሓተታ። ዝተፈተኹም ቤተሰብና ጽቡቕን ምሩጽን ዝኾነ ናይ ፊልም ትረኻ ክትረኽቡ ምስ እትደልዩ ቻነልና ሳብስክራይብ፣ ንንለቆም ቪድዮታት ድማ ላይክ ብምግባር ኣበረታትዑና። መምህር ሱዛን ጸገም የብሉን ኢላ ተሰማምዐት። ድሕሪኡ ብኡ ንብኡ ምስ ከደ፣ ትኽ ኢሉ ናብቲ ኣቦ እቲ ዝተሃርመ ወዲ ጂሚ ናብ ዝሰርሓሉ ቦታ ከደ። ከምዚ ኢሉ ንጂሚ ኩሉ ዘጋጠመ ካብ ልቢ ይቕሬታ ይብለካ ብምባል ይቕሬታ ይሓትት እሞ ይቕሬትኡ ስለ ዝተቐበሎ ብሰላም ይፈላለዩ። ለይቲ ፊል ናብ ገዝኡ እናኸደ ነዳዲ ክመልእ ኢሉ ኣብ ጥቓ መዐደሊ ነዳዲ ደው ኢሉ፣ ነዳዲ ክመልእ ጀመረ። እናቐድሐ እንከሎ፣ ካበይ ከም ዝመጸ ዘይተፈልጠ ሓደ ሰብ ምጽእ ኢሉ ኣጥቅዖ። ፊል ብገለ መገዲ ንነብሱ ምስ ኣውጽኣ፣ ነቲ ሰብኣይ ጽቡቕ ገይሩ ሓስዩ ገደፎ። ለካ እቲ ሰብ፣ ናይቲ ኣደ ዝተሃርመ ወዲ ሓዋ ንካሲ እዩ ነይሩ ዝልኣኾ። ጄምስ እቶም ዝልኣኾም ሰባት ተገሪፎም ምስ ሰምዐ፣ በቃ እዚ ጉዳይ ባዕለይ ክውድኦ'የ በለ። ኣቦን ጓልን ኣፍራስ ተወጢሖም እናተዘናግዑ ከለዉ፣ ጄምስ ካብ ገዛ ርሒቖም ከም ዘለዉ ምስ ረኣየ፣ ናብ ገዝኦም ሰቢሩ ኣተወ። ኣብ ውሽጢ እቲ ገዛ ጠቓሚ ነገራት እንተ ረኸበ ኢሉ ምድላይ ጀመረ። ናይ ቀደም ፋይላት ፊል ምስ ረኣየ፣ ፊል ፖሊስ ምንባሩ፣ እቲ ፍሉጥ ነጋዳይ ሓሽሽ ዴኒ ኣእሲሩ፣ ንወዱ ድማ ከም ዘቕተሎን ረኣየ። ጄምስ ንደኒ'ውን ኣብ ንግዲ ሓሺሽ ስለ ዝሰርሕ ይፈልጦ ነበረ። ብድሕሪኡ ድማ ፋይላትን ድሙ ጓል ፊልን ባምቡላ መጻወትን ሰሪቑ ወሰደ። ሽዑ ምሸት ማርዲ ድሙኣ መጻወቲኣን ከም ዝጠፍኡ ኣስተብሃለት። ንኣቦኣ ምስ ነገረቶ ድማ ንስኺ ደቅሲ ኣነ ድማ ክደልየልኪ'የ ኢሉ ምድላይ ጀመረ። ሽዑ እታ ባምቡላ ክሳዳ ተቖሪጻ ኣብ ገረብ ተሰቒላ ረኸባ። እታ ድሙ ግን ኣብ ዝኾነ ቦታ ክረኽባ ኣይከኣለን። ጀይምስ ኮፍ ኢሉ ነቲ ዝሰረቖ ፋይል እናገናጸለ እንከሎ፣ ዴኒ ገና ሕነ ክፈዲ ከም ዝደሊ ተረድኣ። እዚ ንዕኡ ድማ ጽቡቕ ዕድል እዩ ነይሩ፣ ምኽንያቱ ዴኒ ገና ንፊል ሕነ ወዱ ክፈድዮ ይደሊ ነበረ። ጀይምስ ንዴኒ'ውን ፊል ኣበይ ከም ዝነብር ይነግሮ'ሞ ውዕለታ ገበረሉ። ዴኒ መልሲ ከም ዝህብ ይፈልጥ ነበረ። ንኽልቲኦም ተጠቂሙ ናይ ገዛእ ርእሱ ናይ ሓሽሽ ንግዲ ከስፍሕ'ዩ ኢሉ ሓሳብ ኔርዎ። ዴኒ ኣብ ቤት ማእሰርቲ ስለ ዘሎ ግን ነቲ ጉዳይ ብመገዲ ጠበቓ ዳኛ ክውድኦ ሓሰበ። ነፍቃሪቱ ሸሪ ኩሉ ድሕሪ ምሕባሩ ፋይል ወሲድኪ ንናይ ዴኒ ጠበቓ ሃብዮ። ኣብ ቤት ማእሰርቲ ድማ ስለ ዝረኽቦ እቲ ጉዳይ ኩሉ ንሱ ክገልጸሉ'ዩ በላ። ንጽባሒቱ ፊል ናብ ጂሚ መጺኡ ንስኻ ዲኻ ትማል ድሙም መጻወቲ ጓለይን ዝሰረቕካዮ ኢሉ ሓተቶ። ጂሚ ብዛዕባ እንታይ ትዛረብ ከም ዘለኻ ሓሳብ የብለይን ኢሉ መለሰሉ። ጂሚ ዝበሎ ኣሚኑ ድማ ንስኻ እንተዘይኮንካ ሕራይ ኢልዎ ከደ። ንጓሉ ማርዲ መጻወቲ ድሕሪ ምግዛእ ናብ ቤት ትምህርቲ ሒዝዋ ከደ። ካብኡ ኣደ እቲ ዝትሃርመ ወዲ ምስ ረኣየ ንካሲ ጸዊዑ ይቕሬታ ሓተታ። ካብኡ ማርዲ ኣብዚ ሰሙን ዓመታ ስለ ዝኾነ ነቲ ዝሃረመቶ ቆልዓ ምስ የዕሩኽትኻ ምጻእ ኢላ ዓደመቶ። ኣብ መንጎ ክልቲኦም ስድራ ነገራት ድልዱልን ሰላማውን ክኾኑ ጀመሩ። እንታይ እሞ ክግበር እዩ ሓዋ ኩሉ ከበላሽዎ እዩ። ኣፍቃሪት ጄምስ ሼሪ እውን ኣብ ከተማ ከይዳ ንኹሉ ፋይላት ንጠበቓ ዳኒ ሃበቶ። እቲ ጠበቓ ናብ ቤት ማእሰርቲ ብምኽያድ ኩሉ ነገር ንዴኒ ነገሮ። ዴኒ ድማ እቲ ጠበቓ ንኹሉ ሰብ ኣኪቡ ናብታ ዝነብሩላ ከተማ ልኢኹ ንፊል ክቐትልዎ ነገሮ። ፊል ውን ምስ ጎረቤቱ ቲቶስ ንልደት ጓሉ እናተቐራረቡ ከለዉ፣ ብዛዕባ ሓው ካሲ ጄምስ ነገሮ። እዚ ድማ ሓዋ ጄምስ ብሕቡእ ኣብ ጫካ ኮይኑ ሓሽሽ ከም ዘቃምምን ሕቡእ ገበናት ከም ዝሰርሕን ነገሮ። ሓሽሽ ዝቃመመሉ ቦታ ድማ ኣብኡ ከሎ ነገሮ። ንጽባሒቱ ድማ ጓል መርዲ ዕለተ ልደታ ደስ ብዘብል ኩነታት ምስ ናይ ቤት ትምህርቲ መሓዙታ ብምዃን ጽቡቕ ጌሮም ኣሕለፉላ። ኣብታ ከተማ ድማ ናይ ዴኒ ሰባት ናብ ሼሪ መጺኦም ናይ ፊልም መንበሪ ገዛ ንስኺ ዲኺ ተርእይና ብምባል ናይ ዴኒ ምክትል ዝኾነ ሃንክ ዝተባህለ ሰብ መጺኡ ኣዘራረባ። ሼሪ እወ ብምባል ጉዕዞኦም ናብ ናይ ፊል ከተማ ጀመሩ። ጄምስ ውን ብለይቲ ምስ ሓፍቱ መጺኡ ብዛዕባ ጉዳይ ፊል መስመር ኣትሒዘዮ ኣለኹ፣ ዳግማይ ከይትረኽብዮ ብምባል፣ ቀጺሉ ድማ ሎሚ ኣብ ናይ ጓሉ ዕለተ ልደት ከም ዝኸድኪ በጺሐዮ ኣለኹ ኢሉ ነገራ። ካሲ ድማ ሐራይ ንእሽቶ በጃኻ ሃበኒ ምስ በለቶ፣ ኣይ ፋል ንሱ ውን ደው ከተብልዮ ኣለኪ፣ ካብዚ ንላዕሊ ኣይክህበክን'የ በላ። ካሲም ብናይ ሓዋ መልሲ ኣዝያ ተበሳጨወት። ሰብኣያ ክከራኸሩ ሰሚዑ ወጺኡ ንሰበይቱ ኣእትዩ ንጀምስ በጃኻ ካብ ሕጂ ንሓፍትኻ ትግደስ ተኾይንካ ካብዚ ነገር ኣይትሃባ በሎ። ፍርቂ ለይቲ ፊል ካብቲ ዝሰርሓሉ ዝነበረ መደበር ፖሊስ ተደወለሉ። ጀምስ ዝበሃል ሰብን ኣፍቃሪቱ ሼሪን ካብቲ ዝነብርሉ ከባቢ ንግዲ ሓሽሽ የካይዱ ከምዘለዉ ሓበሬታ ስለዝመጽኦም፣ ጽባሕ ኬድካ ኣጻሪ ብምባል ንፊል፣ ጄምስ ሓሽሽ ዘቐመጠሉ ቦታ ነገርዎ። ንጽባሒቱ ፊል ኣብ ዝተባህሎ ቦታ ከይዱ ምስ ኣጻረየ፣ ናይ ጄምስ ሓሽሽ መቃመሚ ገዛ ረኸቦ። እቲ ገዛ ድማ ኩሉ ኣብቲ ገዛ ዘሎ መሳርሒታት መብራህቲ ምስ ወልዑ ብጋዝ ንኽቃጸል ኣተሓሓዞ። ምስቲ ናይ መብራህቲ መወልዒ ድሕሪ ምትሕሓዝ፣ ቀስ ኢሉ ድማ ወጸ። ናብ ገዛ እንዳ ጄምስ ድማ ምስቶም ኣፍቀሪ ሼሪ ዴኒ ዝልኣኾም ሰባት በጽሑ። ዴኒ እዞም ኩሎም ሰባት ንሓደ ሰብ ብምልኣኹ ጄምስ ተገረመ። በቃ ንሳ እንዳ ፊል ከተርእየኩም እያ፣ ኣብዚ ክጽበየኩም እየ፣ ንስኺ ምስ ኣርኣኽዮም ግን ቀልጢፍኪ ምጺ ኢሉ ነታ ኣፍቃሪቱ ምስ ነገራ ነቶም ሰብኡት ሒዛ ለይቲ ናብ እንዳ ፊል ኣምርሐት። ምሸት እቶም ሰባት ናብ እንዳ ፊል ከዱ። ኣጋጣሚ ኮይኑ ድማ ጎረቤት ፊል ዝኾነ ቲቶ ዝረስዖ ነገር ክወስድ ናብ ገዛ ፊል መጸ። ብዙሓት ዕጡቓት ምስ ረኣየ ግን ቀልጢፉ ክላክ ናይ መኪንኡ ደጋጊሙ ክጽውዕ ጀመረ። ሽዑ እቶም ሰባት ብጠበንጃ ኣመልኪቶም ናብኡ መጺኦም ድማ መንኩቡ ሃሪሞም ደርበይዎ። ኣብ ገዛ ድማ ፊል ናይ ጎረቤቱ መልእኽቲ ተረዲኡ ንጓሉ ቴለፎን ሂቡ ናብ ፖሊስ ክትድውል ነገራ። ድሕሪኡ ንሱ ሽጉጡ ብምሓዝ በይኑ ክታኾስ ይወጽእ። ማርዲ ብዛዕባ ኣቦኣ ኣዝያ ተጨኒቓ ናብ ላዕሊ ገጻ ክትጎዪ ጀመረት። ኣቦኣ ድማ ምስቶም ሰባት እናተታኾሰ ንጋሉ ክስዕባ ጀመረ። ሓደ ካብቶም ሰባት ንጓሉ ብሽጉጥ ክሃርማ ምስ ቀረበ ቀልጢፉ ብድሕሪት መጺኡ ደፍኦ። ጓሉ ሒዙ ድማ ክሃድም ምስ በለ፣ መራሒ ናይቶም ሰባት መጺኡ ንፊል ደርበዮ። ጓሉ ድማ በዚ ሰንቢዳ ናብ ጫካ ገጻ ጎየየት። ፊል ድሕሪ ቁሩብ ቅልስ ነቲ ሰብኣይ ደፊኡ ደርበዮ። ጓሉ ማርዲ ኣብ ጫካ ኮለል ክትብል ሼሪ ረኸበታ። ናብ ኣፍቃሪኣ ጄምስ ክትወስዳ ድማ ኣብ መርከብ ኣእተወታ። ኣቦኣ ኣብቲ ቦታ ምስ በጽሐ፣ ሼሪ ንጓሉ ሒዛትሉ ከደት። ነዊሕ ከይጸንሐ ናብ ገዝኡ ምስ ተመልሰ ድማ፣ ፖላይስ ነቲ ገዝኡ ኣትዮምዎ ጸንሑ። ንጎረቤቱ ቲቶ ቸክ ክገብሮ ምስ መጸ'ሞ፣ ዕድለኛ ኮይኑ ድማ ሕንቕንቕ ክብል ረኸቦ። ሽዑ እታ ጓሉ በቲ ኣቐዲሙ ዝሃባ ቴለፎን ደወለት። ምስኦም ክትከይድ ከላ ጓሉ፣ እቲ ሓሽሽ ኣብ ሓደ ጨካ ከም ዘሎ ብቴለፎን ክትዛረብ ሰሚዐ ብምባል ነቦኣ ትነግሮ። ኣቦኣ ብኡብኡ ኣበይ ከም ዘላ ስለ ዝፈለጠ፣ ናይ ፖሊስ መኪና ሒዙ ናብኡ ኣቕንዐ። ሸሪ ምስ ኣፍቃሪኣ ጀምስ ተራኺባ ኩሉ እቲ ዘጋጠመ ነገረቶ። ከመይ ጌርኪ ጓል ፊል ናብዚ ተምጽእያ? ፖሊስ እንተ መጺኦም ክንእሰር ኢና ኢሉ ድማ ሓሪቑ ተዛረባ። ቀጺሉ ድማ ሕጂ ናብ ካልእ ቦታ ወሲድኪ ሕብእያ እንዳበላ ከሎ ካሲ ሓፍቱ መጸት። ሓውን ሓፍትን እናተባእሱ ከለዉ ድማ ማርዲ ኣብ ውሽጢ ኮይና ክትጭድር ጀመረት። ሽዑ ካሲ ንማርዲን ክዛረብ ብምባል ናብ ክፍላ ኣተወት። መብራህቲ ምስ ወልዐት እቲ ትማሊ ፊል ዘተሓሓዞ ዝነበረ ሓዊ ተወሊዑ ሃንደበት ነቲ ገዛ ብሓንሳብ ኣንደዶ። እንተኾነ ካሲንን ማርዲንን እቲ ሃልሃልታ ከይተንከፈ እንከሎ ቀልጢፈን ወጻ። ካሲ ድማ ምስ ማርድ ኮይና ክትከይድ ክትብል ጄምስ ኣብዚ ጉዳይ ኣየእትወክን እዩ ብምባል ኣብ ከብዳ ተኲሱ ንማርድ ሒዙ ናብ መኪንኡ ከደ። ኣቦኣ ፊል ግን ኣብቲ ቦታ ምስ በጽሐ ንጄምስ ብድሕሪኡ ክሃድኖ ጀመረ። ድሕሪ ብዙሕ ምሽኻዕ ፖሊስ ንጄምስ ኣብ ቅድሚኡ ዘሎ መገዲ ብምጽናሕ ደው ኣበልዎ። ጄምስ ካብ መኪና ወሪዱ ንፖሊስን ነቦኣን ኣነ እንተዘይከይደ ክሃርማ'የ ኢሉ ኣፈራርሖም። ኣብዚ እዋን ግን ፖላይስ ናይ መወዳእታ መጠንቀቕታ ኢና ንህበካ ዘለና፣ እናበሉ ጠበንጅኦም ናብ ላዕሊ ምስ ተኮሱ፣ ጄምስ ትኩረቱ ሰሓተ። ኣብዚ እዋን ፊል ተጓይዩ መጺኡ ሽጉጡ መንጢሉ ኣብድቖ። ክቐትሎ ኢሉ ድማ ውላዱ ገጽ ንገጽ ትጥምቶ ስለ ዝነበረት ግን ገደፎ። ኣብ መወዳእታ ሺርንን ኣፍቃሪኣ ጄምስን ኣብ ቀይዲ ኣተዉ። ካሲት ኣደ ድማ ኣምቡላንስ መጺኣ ካብቲ ብሽጉጥ ዝተሃርመቶ ኣድሓንዋ። ኣብ መወዳእታ ዛንታና፣ ፊል ኣብ ቤት ማእሰርቲ ናብ ዴኒ ብምኻድ እመነኒ ክቐትለካ'የ እናበሎ ይዛዝም።